ሰላም ኩቡራት ተኸታተልቲ እንቋዕ ደሓን መጻኹም ሎሚ ከኣ ከም ኩሉ ግዜ ሓንቲ ሓጋዚት ዝበልክዋ ቪድዮ ሒዘ መጽየ ዘለኹ ንሳ ከኣ እንታይ እያ ትብል ብሰንኪ ዘይምፍላጥና ዘይንጥቀመሎም ግን ከኣ ብዙሕ ክሕግዙና ዝኽእሉ ናይ ዋትሳፕ ኣጠቓቕማ ኢና ክንርኢ ንሕጂ ሓሙሽተ ኣገደስቲ ዝበልክዎም ሒዘ መጽየ ኣለኹ ካብ ሎሚ ትሒዙ ከኣኒ ንንውሕ ዝበለ ግዜ ዝቕጽል ብዙሕ ሓገዝቲ ዝበልክዎም ኣብ ዋትሳፕ ዘተኮረ ማለት እዩ ምስ ሓድሽ ኣብዴታት ዝመፁ ነጥብታት ሒዘ ክመጽእ እየ ማለት እዩ ስለዚ ኣብዛ ሕፅር ዝበለት ግዜ እዘን ሓሙሽተ ከመይ ጌርና ንጥቀመለን እንታይ እንከ ዝሕግዛና ክንርያ ኢና ማለት እዩ ብዛ ቪድዮ ኦኬ እምበኣር ሕጂ እዚኤን ሓሙሽቲኤን ሓደ ብሓደ ብሓንሳብ ንርኣየን ኣብ መወዳእታ ድማ ክንደይ ካብዘን ሓሙሽተ ትፈልጡ ነርኩም ቁፅሪ ክንደይ ትፈልጥዋ ነርኩም ቁፅሪ ክንደይ ከ ኣይትፈልጥዋ ነርኩም ኣብ ኮመንት ክትፅሕፉለይ ክፅበ እየ እምበኣር ቀዳመይቲ እንታይ ኢና ክንርኢ ቪድዮ ናብ ሰብ ክንሰድድ ከለና ብቻት ማለት እዩ መብዛሕትኡ ግዜ ኖርማል ኣብ ናትና ጋላሪ ኣቲና ንሰዶ እሞ ድሓር እንታይ ይኸውን ኣብቲ ሰብ ምስ ሰደድናዮ እቲ ኳሊቲ ናይቲ ቪድዮ ልክዕ ከምቲ መጀመርያ ዝነበሮ ኣይከውንን በላሾ ማለት እዩ ወይ ከምዚ ደብዛ ዝኸውን ወይ እጎድልቲ ናቲ ኳሊቲ እዚ ድማ እንታይ እዩ ዝኸውን ዋትሳፕ እቲ ቪድዮ ክሰዶ ከሎ መብዛሕትኡ ግዜ ንእሽተይ ክገብሮ ኢሉ ጨባብጦ እዩ ስለዚ ብኡ ገይሩ ድማ እቲ ኳሊቲ ናይቲ ቪድዮ ይበላሾ ማለት እዩ ስለዚ እንታይ ክንገብር ንኽእል ኢና እቲ ዝመላእናዮ ቪድዮ ከምታ ንሕና ኣብታ ሞባይልና ዘላ ኣብቲ ዝሰደድናዮ ሰብ ድማ ከምኣ ክትከውን እንተ ደሊናያ ካብ በቲ ኖርማል ጋላሪ ፎቶ ክንሰድድ ከለና ንሰደሉ ዘይኮነ እቲ ቪድዮ ከም ዶኩመንት ጌርና እንተ ሰዲድናዮ በዛ ዚኣ ዘርእኩም ማለት እዩ በዚ ዘይኮነ ከምዚ ኣብዚ ኣቲና በዚ ጋላሪ ዘይኮነ ዳይረክት እዚ ኣብዛ ትሕቲኣ ዘላ ትሪኦ ዘኹም እዚኣ ዶኩመንት ኣብኣ ጠዊቕና ድሓር ድማ ኣብዚኣ ቹዝ ፎቶ ወይ ድማ ኦር ቪድዮ ትብል ዘላ ኣብኣ ጠዊቕና ነታ ቪድዮ መሪፅና ሰንድ ንብላ ማለት እዩ እዚኣ እንታይ ትገብረልና ሕጂ እቲ ቪድዮ ከም ልክዕ ከም ዘለዎ ነቲ ኳሊቲ ብዶኩሜንት ገይራ ስለ ትሰዶ ዋትሳፕ ድማ ንዶኩሜንት ኣይጨባብጥዎን እዮም ስለዚ እቲ ኳሊቲ ከም ዘለዎ ይኸውን ማለት እዩ ኣብቲ ሰብ ዝሰደድናዮ ልክዕ ከምታ ኣብታ ዝተሰኣለትላ ሞባይል ኣብቲ ዝሰደድናዮ ሰብ ድማ ከምኣ ትኸውን ማለት እዩ ስለዚ በዚ መገዲ ጌርና እቲ ኳሊቲ ናይቲ ንሰዶ ቪድዮ ከም ዘለዎ ናብቲ ሓደ ሰብ ክንሰዶ ንኽእል ማለት እዩ እዚኣ ሓንቲ ካብተን ቪድዮ ክንሰድ ከልና ትሕግዘና እዩ ማለት እዩ ቁፅሪ ክልተ ንሪኣ ከዓ እንታይ እያ ስቶሬጅ እያ እሳ ከዓ ዋትሳፕ ኩሉ ግዜ እንዳተጠቐምና ከለና ብቻት ዝመፀና ወይ ዝስደደና ወይ ንሰዶ ቪድዮን ስእሊ ይኹን ካልእ ነገር ብዙሕ ግዜ ከይስተባሃልናሉ ድሕሪ ዝተወሰነ ግዜ እበዝሕ ወይ ድማ ይዓቢ ብኡ ገይሩ ነታ ናይቲ ሞባይልና ስቶሬጅ መሊኡ እንደገና ድማ ዋትሳፕ ክሳብ ዘይንጥቀመሉ ግዜ ንበፅሕ ኢና ስቶሬጅ ፍሪ ክትገብር ኣለካ ይብለና ወይ ድማ ስቶሬጅካ መሊኡ ኣሎ ዝኾነ ክትድምስ ኣለካ ብለካ ማለት እዩ ስለዚ እንታይ ክንገብር ኢና ኣብ ሰቲን ኣብ ዋትሳፕ ማለት እዩ ናብ ሰቲን ንኸይድ ብድሕሪኡ ኣብ ዝትሪእዎ ዘለኹም ኣብዚኣ ስቶሬጅ ኤንድ ዳታ ትብል ዘላ ኣብዛ ታሕቲ ዘላ ኣብዚኣ ትጥውቁ ድሕሪ ማኔጅ ስቶሬጅ ትብል ዘላ ኣብዚ ላዕሊ ዘላ ኣብዚ ጠዊቕና ከምዚ ኢሉ ክመፃና እዩ ማለት እዩ ናተይ ከም ትሪእዎ ዘለኹም ውሕድ ዝበለ ሜጋባይት ኢኻ ትጥቀም ዘለካ ኢለን ዘሎ ናተይ እዚኣ ሞባይል እዚኣ ናይ ስራሕ ስለ ዝኾነት ብዙሕ ኣይጥቀመላኒ ከም ትሪእዎ ዘለኹም ውሕዳት ቪድዮን ስእሊ ስለ ዘለዎ ማለት እዩ ኣብታ ሞባይልኩም ንስኹም ግን ወይ ኣብታ ኣነ ዝጥቀመላ ሞባይል ከም ትሪእዎ ዘለኹም እዚኣ ናተይ ማለት እዩ ፕራይቨት ትጥቀመላ ሞባይል ብብዝሒ መዓት ቦታ እዩ ዝወስድ ማለት እዩ ስለዚ ሽዑ እንታይ ክንገብር ኢና ኣብዚ ድማ ኣቲና መን እዩ ዝበዝሐ እቲ ስቶሬጅ ዝወስደልና ዘሎ ወይ ካብቶም ሰባት ማለት እዩ ካብቶም ናብ መን ኢና ሰዲድና ከምዚ ትሪእዎ ዘለኹም ኣብዚ ኣቲና ንዕኡ ሰሌክት ጌርና ክንድምስሶ ንኽእል ኢና በዚ ጌርና ድማ እቲ ቦታ ከነጉድል ንኽእል ማለት እዩ ስቶሬጅ ነፃ ወይ ድማ ፍሪ ክንገብር ንኽእል ማለት እዩ ብዛኣቲና ሽዑ ደሊት ንብሎ ማለት እዩ ጠቕሊልና ንድምስሶ ካብቲ ካብቲ ናትና ሞባይል ወይ ድማ እቲ ኣየገድስኒ ዝበልናዮ ማለት እዩ ካብቲ ቻትን ካብቲ ኣብ ሞባይልን ማለት እዩ ኣብዚ ኣቲና ክንድምስሶ ንኽእል ኢና በዚ መገዲ ጌርና ድማ እቲ ቦታ ነፃ ንገብሮ ማለት እዩ ከም ትሪእዎ ዘለኹም ኣብዚ እዚ ብጣዕሚ ጎዲሉ ኣሎ ትሪእዎ ኣለኹም ኣብዚ ሕጂ 49 ሜጋባይት ኮይኑ ኣሎ ማለት እዩ ብዙሕ ነፃ ቦታ ድማ ኣለኒ ኣብዚ ታሕቲ ትሪእዎም ዘለኹም እዚኦም ከዓ እቲኦም ዝበዝሐ ስእሊ ወይ ቪድዮ ዝተሳደድኩዎም ወይ ድማ እቲ ቦታ ዝሕዙለይ ዘለዉ ሰባት እዮም ማለት እዩ ስለዚ በዚ መገዲ ጌርና ድማ እቲ ስቶሬጅ ናይ ዋትሳፕና እንደገና ድማ ናይታ ሞባይልና ብኡ መገዲ ከዓ ከነጉድሎ ንኽእል እቲ ዘየድልየና ዝበልናዮ ስእሊ ይኹን ቻት ክንኣልዮ ንኽእል ማለት እዩ ሳልሰይቲ ከዓኒ ምስ ሴኪሪቲ ወይ ድማ ናትና ውሕስነት ዝተኣሳሰር እያ ንሳ ከዓ እንታይ እያ ስእሊ ይኹን ቪድዮ ናብ ሰብ ክንሰድድ ከለና እቲ ስእሊ ኩሉ ግዜ ኣብቲ ቻት ከም ዘይከውን ወይ ድማ እቶም ሰባት ሓንቲ ግዜ ጥራይ ክርእይዋ ከም ዝኽእሉ ምግባር እያ ነቲ ስእሊ ይኹን ቪድዮ እዛ ቪው ዋንስ ትበሃል ኣጠቃቕማ ማለት እንታይ እያ ትገብረልና ነቲ ስእሊ ወይ ቪድዮ ዝሰኣልናዮ ወይ ናብ ሰብ ንሰዶ ዘለና እቲ ሰብ ሓንቲ ግዜ ጥራይ ክሪኣ ከም ዝኽእል ብድሕሪኡ ደጊሙ ክሪኣ ከም ዘይክእል ክንገብራ ንኽእል ኢና ማለት እዩ እዚኣ ከዓ ወላ ንብዙሕ ውሕስነት እዩ ዘለዋ ካልኣይ ቀዳማይ እቲ ዝሰደድናዮ ስእሊ እቲ ሰብ ናብቲ ናቱ ጋላሪ ሴቭ ከይብሎ ወይ ኣብቲ ቻት ንኹሉ ግዜ ከይከውን ወይ ናብ ካልእ ሰንድ ከይብሎ ወይ ሸር ከይብሎ ክትከላኸለልና ትኽእል እያ እሱ ጥራይ ዘይኮነ ብቲ ቻት ከይከውን ወይ ድማ ናቱ ጋላሪ ከይኣቱ ጥራይ ዘይኮነ ከዓ እቲ ሰብ ዋላ ስክሪንሽት ክገብራ ይክእል ማለት እዩ እቲ ስክሪንሽት ዋላ ተገይርዎ ኣብዚ ንኣብነት ክርእኩመ ከም ትሪእዎ ዘለኹም እንታይ ይገብር እዩ ስክሪንሾት ኣይትገብሮን ኢኻ ወይ ድማ ሴኪሪቲ ዕፅው ይብለና ኣሎ ማለት እዩ ስለዚ ከምዚ ክንገብራ እንተደሊና እንታይ ክንገብር ኢና እቲ ቻት ናብቲ ክንሰዶ ደሊና ዘለና ሰብ ኣቲና ኣብዛ ናይ ካሜራ ምልክት ኣብዚ ታሕቲ ትሪእዋ ዘለኹም ኣብዚኣ ንጥውቕ ብድሕሪኡ እቲ ዝደለናዮ ስእሊ ናትና ድዩ ዋላ ናይ ናይቲ ክንሰዶ ደሊና ዘለና ስእሊ ማለት እዩ ናቱ ስእሊ ንገብር ድሕሪኡ ኣብዚኣ ብየማን ትሪእዋ ዘለኹም ናይ ሓደ ምልክት ዘላ ታህሰስ ዝበለት ኣብዚኣ ጠዊቕና ነዚኣ ንውላዕ ማለት እዩ ሕጂ ደሓር ሰንድ ንብላ ማለት እዩ ከም ትሪእዎ ዘለኹም እቲኣ ስእሊ ከምዚ ኮይና እያ ትኸይድ ማለት እዩ ናብቲ ሰብ ደሓር ኣብዚኣ ተጠዊቖም ንሶም ሓንቲ ግዜ ክሪእዋ እዮም ማለት እዩ ናብ ናቶም ጋላሪ ይኹን ኣብቲ ናቶም ቻት ግን ኣይትምዝገብን እያ ደጊሞም ክሪእዋ ድማ ኣይክእሉን እዮም ማለት እዩ ቪድዮ ከዓ ከምኡ ማለት እዩ ከምዚ ብዚ እትሪእዎ ዘለኹም ንኣብነት ራይዎ ቪድዮ ክመልእ እየ ናይ ዝኾነ ግዜ ቪድዮ እዚ ንኣብነት ኮይና ርእዮ ትርኢ ኣለኹ መልኦ ኣለኹ ደሓር ወዲ ድሓር ኣብዚኣ በዛ ጎኒ ትሪእዋ ዘለኹም እዚኣ ናይ ሓደ ምልክት ዘላ ንዓኣ ነዚኣ ማለት እዩ እዚኣ ኢና ክንጥውቃ ዘለና ከምዚኣ ጌርና ተሰይድናያ ኣብ ትሪኦ ኣለኹም ቪድዮ ኢስ ሰት ንዋንስ ቪው ብለና ኣለዋ ላን ሓንቲ ግዜ ክትረቐም ዝኾነት ድሓር ከም ትሪእዎ ዘለኹም ሰንድ ምስ በልናያ እታ ቪድዮ ድማ ልክዕ ከምታ ፎቶ ከምዚ ኮይና ክትከይድ እያ እዚ ከዓ እንታይ እዩ እቲ ሰብ ነታ ቪድዮ ደጊሙ ካልኣይ ክኸፍታ ከም ዘይክእል ወይ ድማ ናብ ናቱ ጋላሪ ክትወርድ ከም ዘይትኽእል እያ ኮይና ዘላ ማለት እዩ በዚ መገዲ ጌርና ድማ እንተ ደኣ ብዙሕ ግዜ ሰብ ክሪኦ ዘይንደልዮ ስእሊ ይኹን ቪድዮ እንተ ደኣ ኣሎ ሓደ ግዜ ክረአ ኣለዎ ዝበልናዮ ከምኡ ክንገብሮ ንኽእል ኢና ትሪኦ ዘለኹም እዚኣ ኣብዛ በዛ ጎኒ ዘላ ቁፅሪ ሓደ ሓደ ትመስል ማለት እዩ ኣብዚኣ ነጥቢ ኣብኣ ንጥውቓ ንውላዕ ንሳ ካብኡ ሰንድ ንብሎ እቲ ስእልታት ድማ ከምዚ ኢሉ ይኸይድ ማለት እዩ ስለዚ በዚ መገዲ ጌርና እቲ ውሕስነት ናይቲ ናትና ናይ ስእልና ይኹን ናይ ካልእ ነገር ከነመሓይሾ ንኽእል ማለት እዩ። ራብዐይቲ ከኣ ምስታ ካልኣይቲ ቁሩብ ምትእስሳር ኣለዋ፣ ንሳ ከኣ እንታይ እያ ነቲ ናትና ስቶሬጅ ይኹን ነቲ ናትና ቦታ ናይታ ሞባይልና ንምዕቃብ እውን ክትሕግዘና ትኽእል እያ ማለት እዩ እሱ ጥራይ ዘይኮነ ከዓኒ ዝኾነ እቲ ቻት ናትና ወይ ድማ እቲ ምስ ሰብ ንፀሓሓፎ ድዩ ንሳደዶ ንኩሉ ግዜ ክምዝገብ እንተ ዘይንደልዮ ተኮይንና ኣብቲ ቻት ክህሉ እንተ ዘይንደልዮ ተኮይንና እንታይ ክንገብር ንኽእል ኢና እቲ ምስቲ ሰብ ንሳብ ዘለዎ ሜሴጅ ንዝተወሰነ ግዜ ጥራይ ክቕመጥ ከም ዘለዎ ብድሕሪኡ ግን ክጠፍእ ከም ዝኽእል ክንገብሮ ንኽእል ኢና እሱ ድማ እንታይ ኢና ክንገብር ከምዚ ጌርና ልክዕ ኣብቲ ዝደለናዮ ሰብ ንኣቱ እቲኣ ናቱ ፕሮፋይል ማለት እዩ ከምዚ ኣብዚኣ ዝገበርኩዋ ድሓር ኣብቲ ታሕቲ ምስ ከድና ንታሕቲ ስክሮል ጌርና ምስ ወረድና እንታይ ዝብል ኣሎ እዩ ዲስኣፒሪን ሜሴጅስ ትብል ኣላ ትሪእዋ ዘለኹም ኣብዚኣ ጠዊቕና ኦፍ ኮይና ኣላ ትሪእዋ ኣለኹም እዚ ኣባይ ኢና ክንኣቱ ማለት እዩ። ብድሕሪኡ እቲ ዝደለናዮ ግዜ ኣብዚ ንመርጽ ማለት እዩ። ንኣብነት ምስቲ ሰብ እቲ ንጸሓሓፎ ድሕሪ ሸውዓተ መዓልቲ እንተ ክጠፍእ ተደሊናዮ ድሕሪ ዕስራን ኣርባዕተን ሰዓት ወይ ድሕሪ ሰላሳ መዓልቲ ብዝመረጽናዮ ማለት እዩ ኣብዚ ኣቲና ክንውልዖ ንኽእል ማለት እዩ። እዚ ከኣ እንታይ ዝገብር ብዙሕ ጠቕምታት እዩ ዘለዎ። ሓደ እቲ ቻት እቲ ምስ ሰብ ንጸሓሓፎ ወይ ንሳደዶ ንኹሉ ግዜ ክምዝገብ ዘይንደልዮ እንተ ኮይንና ከምኡ ክንገብሮ ንኽእል ኢና። ዝተወሰነ ግዜ ባዕሉ ክጠፍእ ማለት እዩ። ካልኣይ ከኣ በዚ መገዲ ጌርና ከኣ እቲ ኣብኡ ንሳደዶ ስእልታት ይኹን ወላ እቲ ቻት ቦታ ክሕዝ ስለ ዝኽእል ከምቲ ዓንተወይ ዝበልኩ ማለት እዩ እቲ ስቶሬጅ ናይታ ሞባይልና ክመልኦ ስለ ዝኽእል በዚ መገዲ ጌርና ድማ ክንዕቅቦ ንኽእል ኢና ማለት እዩ ስለዚ እዚኣ እንታይ ክትከውን ድሕሪ 24 ሰዓት እንተ ጌርናያ ድሕሪ 24 ሰዓት እቲ ዝተፅሓፍናዮ ምስቲ ሰብ ሜሴጅ ካብቲ ቻት ይጠፍእ ጠቕሊሉ ማለት እዩ ናብ ዜሮ ይምለስ ማለት እዩ ሓሙሸይቲ ናይ መወዳእታ ንሪኣ ከኣ እንታያ ኣብዚ ሓጺር ግዜ ምስዚ ሓድሽ ኣፕዴት ዝመጸት ኮይና ንሳ ድማ እንታያ ስእሊ ይኹን ጽሕፈት ኣብቲ ዝደለናዮ ቻት ናይ ውልቂ ይኹን ናብ ግሩፕ ንዝተወሰነ ግዜ ጠጠው ከነብሎ ከም ንኽእል ንምግባር እያ ንሳ ድማ ንኣብነት ኣብዚ ኣብነት ከርእየኩም እየ ከመይ ኮይኑ ምዃና ንኣብነት ንበል ኣብዚ ቻት እዚ ምስዚ ሰብ እዚ ዝኾነ ነገር ቆጸራ ይኹን ወይ ድማ ገለ ገዳስ ነገር ህልወ ንኽእል ንኣብነት ከምዚ ብትርእይዎ ዘለኹም ንዕለት 30 ቆጸራ ኣለና ዝብል ንኣብነት ድሓን ጽሒፈ ኣለኹ ስለዚ እዚ ኩሉ ግዜ ሓንሳብ ኖርማል ተሰዲድናዮ ድሕሪ ነዊሕ ግዜ ምስ ተጻሓፍና ንላዕሊ ላዕሊ ላዕሊ ስለ ዝኸይድ ግቡእ ገይሩ ክርሳዕ ይኽእል ወይ ድማ ተመሊስካ ንክትደልዮ ሸግር ይኸውን እንተ ኩሉ ግዜ ቅድሚት ክኾነልና ደልና እንታይ ንገብር ግን ጠዊቕናያ ትም ንብል እሞ ድሓር ከምዚ ኢሉ ምርጫ ምስ መጸና እታ ጽሕፈት ማለት እዩ ድሓር ኣብዚኣ ሞር ጠዊቕና ኣብዚኣ ፒን ትብል ዘላ ቀዳመይቲ ኣብዚኣ እንተ ኣጠቢቕና ደሓር ከምዚ ኢሉ ምርጫ ክመጽእና እዩ፣ ንኽንደይ መዓልቲ ኢና ኣብኡ ጠጠው ክነብላ ድልና ዘልና፣ ንሳላሳ መዓልቲ፣ ሸውዓተ መዓልቲ ወይ ድማ ዕስራን ኣርባዕተን ሰዓታት ንመርጽ ማለት እዚ ንኣብነት ኣነ ኣብዚ መሪጸ ሰላሳ መዓልቲ እዩ ዘለኹ ስለዚ እንታይ ክገብር እዩ ኣብቲ ላዕሊ እታ ሜሴጅ ኣብቲ ላዕሊ ጠጠው ትብል ማለት እዩ ንኩሉ ግዜ ክሳብቲ መዓልታ ዝኣክል ባዕላ ኤክስፓየር ኮይና ተጠፍእ ወይ ድማ ባዕልና ነጥፋእ ማለት እዩ ኣብቲ ላዕሊ ትኸውን እዚ ድማ ንዝኾነ ሰብ ዝኾነ ነገር ክህልወና ከለዎ ካብ ተመሊስ ካብቲ ቻት ትደልዮ እንተ ኣገዳሲ ነገር ተልዩ ኣብቲ ላዕሊ ንኹሉ ግዜ ጠጠው ክትብል እያ እቲ ሰብ ድማ ብቐሊሉ ይርኣ እቲ ኩሉ ሰብ ማለት መብዛሕትኡ ግዜ ሕጂ ኣብ ግሩፕ እዩ እቲ ቀንዲ ጠቃሚ ኮይኑ ንረኽቦ ማለት እዩ ኣብ ጉሩብ ብብዙሕ ቻት ስለ ቀልጢፉ ዝመልእ እቲ ሓደ ሰድድ ሓደ ሰድድ ሓደ ሰድድ ሽዑ እቲ ቀዲሙ ዝተባሃለ ገዳሲ ነገር ኣብቲ ቻት ጠፍእ ተመሊስካ ክትደልዮ ድማ ብዙሕ ግዜ ወስደልካ ወይ ድማ ክትረኽቦ ኣይትኽእልን ወይ ሰብ ድማ ክርስዖ ይኽእል ማለት ገዳሲ ነገር ኣብ ዝኾነሉ ግዜ ብፍላይ ከምዚ ስፔሻል መዓልቲ ተልዩ ወይ ገለ ነገር ቆጸራ ተልዩ ወይ ገለ ነገር ኩሉ ሰብ ክፈልጦ ዘለዎ እንተ ተልዩ ኣብቲ ቻት ኣቲኻ ንክትደልዮ ወይ ኣብዚ ነይሩ ከምዚ ነይሩ ክትብል ቀልጢፉ ስለ ዝመሓላለፍ ክትረኽቦ የሸግረካ እዩ ማለት እዩ እዚኣ ግን እንተ ደኣ እቲያ ዝደለናያ ስእሊ ትኾን ወይ ድማ እቲያ ፅሑፍ ንኩሉ ግዜ ኩሉ ሰብ ኣብ ላዕሊ ክሪኣ ከም ዘይትርሳዕ ክንገብራ እንተ ደሊልና ከምዛ ዘርኣኹም ኣብዚኣ ጌርና ፒን ነብል ንገብራ ድሓር ኩሉ ግዜ ኣብቲ ላዕሊ ደሪቓ ትተርፍ ማለት እዩ ክሳብቲ ወይ ባዕልና ንኣልያ ወይ ድማ እቲ ዝመላእናዮ ዕለት ባዕሉ ክሳብ ኤክስፓየር ኮይኑ ካብኡ ዝጠፍእ ማለት እዩ ስለዚ ንሎሚ እዚን ሓሙሽተ እዚአን እየን ነይረን ክንደይ ትፈልጡ ነርኩም ወይ ድማ ቁፅሪ ክንደይ ትፈልጥዋ ነርኩም ወይ ድማ ቁፅሪ ክንደይ ዘይትፈልጥዋ ፀኒሕኩም ኣብ ቻት ኣብቲ ኮመንት ፀሓፉለይኹም ኣብ ትመጽእ ክፋል ድማ ካልኦት ብዝያዳ ምስ ውሕስነት ወይ ምስቲ ሴኩሪቲ ዝተኣሳሰር ዘሎ ነገራት ጽቡቕ ገይሩ ክሕግዘና ዝኽእል ነቲ ዋትሳፕ ድማ ብግቡእ ክንጥቀመሉ ዘኽእለና መገድታት ሒዘ ኣብ ፓርትቱ ክመፅ እየ ስለዚ እትዮም ሳብስክራይብ ዘይገበርኩም ሳብስክራይብ ጌርኩም ፅንሒኹም እዚያ ቪድዮ ድማ እንተ ፈቲኹማ ላይክ ሸር ግበርዋ ኢኹም ንሎሚ ኣብዚኣ ተኣኽለና ተስፋ ይገብር ብሕፅር ዝበለ ወደ እየን ክኸውን ዜን ሓሙሽተ ዝኾነ ሪኢቶ ተለኩም ኮይኑ ከኣ ወይ ዱንጊ ወይ ይቀልጥፍ ተልየ ኣብ ኮመንት ክትጽሕፉለይ ትኽእሉ ኢኹም ኣብ ዝመጽእ ክዕርዮ ክፍትን እየ ማለት እዩ ኣብ ትመጽእ ፓርት ክሳብ ንራኸብ ቻው